ኦላ ኦላ እያ ኮይና ዘላ ጋይስ ኣንቱም ህዝቢ እዚ ጉድ ሰሚዕኹም ወደ ትኸኑ ኣብ ኢትዮጵያ ዝርከቡ ዘለዉ ስደተኛታት ኣሕዋትና ካብ ኣዲስ ኣበባ ጋይስ ኣነስ ሓንቲ ሕቶ ኣላትኒ ፍቑራት ፍቑሮም ዝገብርዎ ኣብ ማሕበራዊ ሚድያ ድዮም ዝዝርግሕዎ ክብሪ ድዩ ወይስ ሕስረት እዝን ካልእን ዝተፈላለዩ መደባት ኣዘናጋዕትና ኣዛናይትን ዝበልናዮም መደባት ሒዝና ናባኹም ጠበሽ ኢልና መፂና ኣለና ከም ዝጠፋእና ይርድእኒ እዩ ስቱድዮና ሰብ ክንገብር ኢና ጠፊእና ቀኒና እሞ ጋይስ ብሰላም መፂና ኣለና ሃየ በታ ቅልል ዝበለት ላይክ ጌርና ንጀምር እቶም ሳብስክራይብ ዘይገበርና ከዓ ሳብስክራይብ ብምግባር ዝተፈላለዩ ኣዛናይትን ኣዘናጋዕቲ ዝበልናዮ መደባት ኣብ ግዜኡ ናብ ሰዓቱ ንክበፅሑኹም ክትገብሩ ትኽእሉ ኢኹም ማለት እዩ ሌስጎ ሰሰናዩ ኦኬ እምበኣር ጋይስ ከምዚ ኣቐዲምና ዝረኣናዮ ናይ ሎማዓንቲ መደባት እዩ ዘለና ካልእ እውን ኣዘነይትን ኣዘናጋዕትን ዝበልናዮም መደባት ኢና ሒዝና መፅና ዘለና ቅድሚኡ ግን ናይ ሳሚ ዕየት ሓውና ማለት እዩ ኣብ ዝሓለፈ ጎስጊስና ኔርና ቡዙሓት ሰባት መጺኹም ኣይሐፈርኩምን ኣቲኹም ሳብስክራይብ እንዳገበርኩም ኣለናልካ ኣጆኻ ኢልኩሞ ኔርኩም ኢኹም ሕጂ ውን ማለት ዩ ሚእትን ኣርባዕተን ሰባት ናይ መወዳእታ ተሪፎምና ኣለዉ እዞም ሚእትን ኣርባዕተን ሰባት እትው ኢልና ማለት ዩ ኣብ ቦታ ኮመንት ፒን ጌረልኩም ኣለኹ ብዝተኻእለ መጠን ሎምዓቲ ካብዚኣ ክንሕልፋ የብልናን እትው ኢልና ማለት ዩ ሳብስክራይብ እንዳገበርና ብሽም ፊሊ ቲቪ ብሽም ፊሊ ቲቪ እንዳገበርና ጋይስ ፕሊስ ፕሊስ ፕሊስ ነዞም ስነ ጥበባውያን ንሕና ተዘይደጊፍናዮም ንሕና ኣሎናልኩም ኣጆኹም ተዘይበልናዮም መን ይኽብሎም መን ይኽብሎም ወላ ሓደ ሰብ ዝብሎም የለን ኣነ ከዓ ኩሉ ግዜ እናመፁ ከየ ከምዚኣ ዝብል ጋይስ ማለት እዩ ነፍሲ ወከፍ ስነ ጥበባዊ ክተባባዕ ኣጆኻ ክንብሎ እዩ ዘለና እሱ ስለ ዝኾነ ከዓ ዳርጋ ሚእትን ኣርባዕተን ሰባት ተሪፎምና ኣለዉ ናይ ሳሚ ዕየት ሓውና ምስ ወዳእና ብድሕሪኡ ውን ክመጹና ይክእሉ እዮም ሳብስክራይብ ምግባር ኣይንብቀቅ ኣይክፈላን እዩ ኣይወጻን እዩ ሳሚ ዕየት እትው ኢልና ማለት እዩ ብሽም ፊሊ ቲቪ ሳብስክራይብ እንዳገበርናሉ ንኪድ ጋይስ ተንኪው ሶማች እንዳበልኩ ሌስጎ ናይ ሎማዓንቲ መደበይ።
ንርኣ ገሊና ንሕና ሕጂ ሓንቲ ቢራ ኢና ንፈልጥ እታ ሓንቲ ቢራ ንሰትያ እታ ሓንቲ ቢራ እንዳኸደት እንዳኸደት እሞ እንታይ ህድሞና ንኪድ ሕትሞና ሰቲ ገልመለ እንዳተባልና ሓንቲ ወዲ በዚኣ ነጢባሪ ትበሃል ሰላም ኣለና ሕጂ ብውላና ውደልናስ ኣርቲስት ኢና ካብ ደገ እዩ መፅእ መስለን ተወዲ ሓንቲ ጥርሙስ ብናይ ኣረቂ ከምዚ ብጋዜጣ ገይሩ ዓቕሚ ገለመለ ምፅልና ሓንቲ ምሳኹም ክሰኣል ገለ ንሕና ከዓ መክሰብና ከዓ ምሰኣል እዩ ምሳሌ ጥራይ ኢና በቃ ሓደ በቃ ሓደ እ፣ ናይ ስነ ጥበባዊ ነገር ናይ ናይ ኮይኑ ኢልና ና- ኣውፅኦ ጥራይ ከይትብለና ትስእሊ እምበር ባዕልኻ እንዲኻ ተውፅኦ። በቃ ንዓሳ ስኢልና ገለ መለ እታ መስተ ኮፍ ኣብለና እዚኣ በሉ ስተይዋ ገለ መለ ኢሉ። ዋዋ እታ ክብረት ሃበልና ኢኻ ብጣዕሚ ኢና ነመስግነካ ገለ መለ ንብሎ ዳዊት ሽላንካ ኣላኻ ትፈልጣ ኢኻ ኦሆ ታንኪው ታንኪው ታንኪው ገለመለት እሞ ፈጣጥካ በቃ ጀሚርዋ ኣሎ ባዕሉ ማለት እዩ ሕጂ እዚ ወዲ ገለመለ ኢልና እሞ ንክፈታ ኢልና ቀሺ ስለ ዘሎ ሕጂ ምሳና ቀሺ መላኩ እወ ቀሺ መላኩ ንዓበይ ክፈታ ገለመለ ኣሎ ክፍት ክፍት ክፍት ተበላስ ቀሺ መላኩ ማለት ኣብኣ ከለኹ ክበኩም ናይዞም ኩሎም ደረፍቲ ኣባት ነብሶም እዩ ዝኸውን ዘሎ ናይ እንዳ ማርያም ከኣ መፍትሕ ባዕሉ ከፋቲ ቀዳሲ ቀሺ መላኩ ዘይፈልጥ የለን እም ኣብ ኣስመራ ብፍላይ ኣዝዩ ጉኑን እዩ ግጥሚ ጌሩ ብፍላይ ኣብ ስደት ዘለና ሰባት ዘዋርደና ሰብ እዩ ቀሺ መልኣኩ እንድያሞ እንዳ ቀጽልና ክንከይድ ኢና ገለ ኣብዛሒኩም ሸዋ ዋዋታይ መስተይ
ናይ ምንታይ ነታተዓት ኣይመስለ ሕማ ኣንስታይ ምስ ተኸሪና ንፈልጥ ናብ ጀካማ ኩሉ ተባዕታይ መምስ ርእስኻ መምስ ደ ናይ ምንታይ ዓዲ ጥራይ ኣላልየና ናይ ሩስያ እዩ ናይ ሩስያ ግን ክበልዕ እዩ ደለካ ደሓን ምስ ድሓር ክንበልዕ ኢና ሕጂ ናይ ሩስያ ኢልካዮ ኦክ ዙብ የላ እዩ የራስነካ እዩ ገለመለ ኢሉ ባእ ዳዊት ዝሓወይ መቐሽ መላ ክባርኸልና እሞ ቂን መቐሽ ኢሉ ዳ መስተ ኮይኑ ና እንታይ ሽሙ ንግበር ሕጂ ነናትና ብኬር ጌርና ክንምቕላ ኣይንኽእልን እዩ መውረዲ ትኸውን ሓደ ሓንቲ ቢራ ንሓዝ መምዓጉ ንዓ ክንዲ ማይ እዩ ወይ ከዓ ማይ ንግበረላ ድሓር ቢራ ንጅምር ነዚኣ ግን ነንቅፃ ግን ሓንቲ መለክያ ጌርና ትጀር ከምዛ

መፃር ጌርኩም ዓማሚና ኢና ንሰትያ ዘለና ኣብኣ ከለኹ ኣብኣ ከለኹ ክበኩም ማለት እዩ ትቕብል ኣቢሉ ከዓ ኣንቲኮ ነዛ ሻት ሸጥ ኣብላ ሰሚዐያ ነይረ ፍርቃ ስለ ዝረኸብኩ እያ እታ ምልእቲ ቢልየ ረኸብኩ ኣንቲኮ ከዓ ልክዕ ዓይኑ ሸውሪሩ ኣይርኢ ይሰምዕ ኮይኑ መወዳእትኡ ሃውስኪ ኢሉ ፈጣዲ ገለ እዩ ዝርኣ ነታ ክስታይ ወይ መስተ ዝበልዋሲ ፅብቕቲ ኣቸቶ ናይ ሳላጣ እያ ኮይና ፅኒሓ ናይ ኣቸቶ ናይ ሳላጣስ ኣዝያ ብልፅቲ መስተ ኳንቲቲ ዝኾነት እያ ኢልዎም ካብ ሩስያ ዝመፀት መን ኢሉ ብሎም ደሎ ዳዊሽላን ዳወስ ዳወ ዳወ ዳወ እዛ ቪድዮ ርኢናያ ንኸውን ኢና ሓንቲ ኣዝያ ኣዝያ ኣዝያ ኣዝያ ንፍዕቲ ሓፍትና ኢንግላንድ ትቕመጥ ሕማቕ ወጺዋ ዘይፈልጥ እንትርፎ ጽቡቕ ክትምህርን ክትምዕድን እንተዘይኮይና ሓደ ሕማቕ ኣጋጢምዋ ኣሎ ንሱ ከኣ እንታይ መሲልኩም ጋይስ ናይ ቢዝነስ ጀሚራ ብዛዕባ ናይ ጨጉሪ ክትሸይጥ ጀሚራ ኣብ ኣሜሪካ ዘለዋ የሕዋትና ኤርትራውያን ገንዘባ ከይሃባ በሊዐናኣ ጠሊመንሲ ሕማቅ እዩ እዚ ንብረት ኢለን ክንደይ መሊሰናን እያ ትብል ዘላ ሓደ ሓደ ግዜስ ብጣዕሚ ኢኻ ትሓፍር በቃ ንሕና ኣብ ስደት ዘለና እያሲ ንሓይሽ ካባኹም እቶም ኣብ ኣሜሪካ ገለ ተቐሚጥክን ከምዚ ትገብራ ዘለኽን ኣሕዋትና ማለት እዩ ቁርብ ደም ድበሃል የብልክንን ደምክን ሀ ቀጠልያ ድዩ ትርእስኽን እንታይ ድዩ እሞ ብሓፍትኽን ክጅምራ ንሕና ንዕሸሉ ክመጽእ ኣብቲ ምዕቡል ዓዲ ተቐሚጥክንስ ንሕና እቶም ናይ ኣፍሪቃ ካባኽን ክንበልሕ ካባኽን ንሓይሽ ኮይናስ ወፂናስ ክንምዕደክን ብጣዕሚ ዘሕፍር ደሕዝን እዩ እንዲያሞ ንስማዕ ሕጂ ዞማይ ቻነል እያ ዞማይ ቻነል ብፍላይ ኦንላይን ድኳነ ኣብየ ዝቕመጣ ኣይ ኣሕዋት ኣዋልድ ማለት እዩ ኦርደር ምሽ ይገብራ ካባይ ሽዑ ምሊሰን ክለይን ኣብቲ ባንከን ፍራውዲ ኢለን ይወስድኦ እቲ ሰልዲ ሕጂ ነቲ ሰልዲ ክመልሶ ኣነ ከዓ ክንደይ ኮለል እየ ዝብል ብጣዕሚ ክሳራታት በዚሕኒ ማለት እዩ ከም- ኣነስ ከምቲ ካልእ ከማን ከምዚ ህርፋን ናይ ገንዘብ ሃሊኒያ ማስ ሜድያ ሃይማኖታት ወይ ዓሌታት ኣየባላዕኩን ከምቲ ካልእ ሰብ ገይረ ከእቱ ሰልዲ ምኽኣልኩ ነይረ ማስ ሜድያ ከመይ እንታይ ይጥቀመሉ ንስኹም ትፈልጡ ኢኹም ልዕሊ ማለት እዩ
በኣት እንታይ ኮንክ ናትን ወደይ በስመ ኣብ ወልድ መንፈስ ቅዱስ ከምዚ ከምዚ ዓይነት ባህሪ ዘለክን ኣሕዋት ኣለኽናና ማለት ድዩ ከምዚ ዓይነት ባህሪ ንሓፍትኽን በሊዕኽን ብሓፍትኽን ንብዓት ትሕጎሳ ብናይ ሓፍትኽን ሽግር ትሕጎሳ
ሕጂ እዚ ናይ ማንየር ምሻጥ ምስ ጀመሩ ከዓ ኣምላኽ ይመስገን ብዙሕ ካስተመር እዩ ዘለና ብዙሕ ሰብ እዩ ከኣባና ዝገዝእ እዚአን ኣብ ዩኤስኤ ዝቕመጣ የሕዋት ግን ብጣዕሚ ኣድ- ኣዳኺመናኒ ማለት እዩ ኦርደር ይገብራ ምሽ ብዌብሳይት ሽዑ ናብ ባንከን ከይደን እዚ ፍራውድ እዩ ንሕና ኦርደር ኣይገበርናዮን ኢለን እቲ ሰልዲ ይመልስኦ ሕጂ ብጣዕሚ ተሰሚዕኒ ኩሉ ግዜ ዋላ ዋ ሓንቲ ከይትኾኑ ሲ ተመራ- ተመሳሳሊ ሕማም ድዩ ዘለክን ንዘን ናይ ዓዲ እንግሊዝ ናይ ሶሪ ናይ ኣሜሪካ እንታይ ዝበለ ሕማም ድዩ ኣትክን ዘለዉ እሞ ብምልኣት ክንሳ ኣብኣ ጥራይ ዘለኽን ዓዲ ሓደ ክልተ ሰለስተ ኣርባዕተ ሓሙሽተ ዋላ ሽዱሽተ ክሳብ ዓሰርተ ተዝኸውን እቲ ሽግራት ቁናዓ ኖርማል እዩ ነይሩ ጊን ኣዝዩ ብዙሕ ስለዝኾነ እዩ መጺኣ ኣብዚ ትነብዕ ዘላ ትበኪ ዘላ እንታይ ገዲሽዋ ቻነላ ኮፍ ኢላ ዘይትበልዕ ነበረት ቻነላ ገዲፋ ጊን በቃ ኣብዚኣ ክነጥፍ እየ ሁማን ሄር ናሸጥኩ ክናበር እየ ኢላ ከኣ መጽያ ክንዲ ሳፖርት ንገብራ ክንዲ ነተባብዓሲ ብሓፍትና ንሕና ምብላዕ ክንጅምር ብሓፍትና ክትበኪ ንሕጎስ ሓራይ ተሓጎሳ ኣለትክን ተሓጎሳ መጽያትክን ኣላ እንዳ በኸየት እንድሕር ሕልናክ እንተገይርልክንሲ ተሓጎሳ ክትፈልጣ ግን ክትፈልጣ ማለት እዩ እቶም ኣብ ስደት ዘለና ካባክን ንሓይሽ ንሕና እቶም ኣብ ስደት ዘለና እቶም ሓውላ ንጽበሲ ካባክን ንሓይሽ ኣብቲ ምዕቡል ዓዲ ተቐሚጥክንሲ ንሓፍትክን ከምዚ ጌርክን ተንብዓን ተብክያን ብጣዕሚ ሸም ብጣዕሚ ዘሕፍር
ቻሉ ናይ ሰባት ሕማቅ ምዝራብ ስለ ዘይፈቱ ወፂኻ ማስ ሜድያ ስቅ ይብል ወይ ክቃለሶ ይፍትን ንባንከን ንዌብሳይት ገለ ግን በቃ ግዜ ይወስድ ኮይኑ ምስቲ ቢዚ ምዃነይ ምስቲ ብዙሕ ነገራት ዘለኒ ከዓኒ በቃ ንድሕሪት ይመልሰኒ ማለት እዩ ሕጂ ፅቡቅ ኣይኮነን ሰብ ዝረሃፀሉ እስኻ ክትወስዶ እንድሕር ዘይብልክን ፕሊስ ኣይተኣዝዛ እንድሕር ኣልይክን ከዓኒ እንተኽኢልክን ሳፖርት ትግበራኒ
ዞማይ ቻነል ዞማይ ቻነል ኣሰኽስ ኣዚኺ በላሕን ብጣዕሚ መስተውዓሊትን ካብተን ኣለዋና ኢልና ንኾርዓለን ሓፍትና ሓንቲ ንስኺ ኢኺ ብዝኾነ ኣጋጣሚ ክትርእያ ትኾኒ ትኽእሊ ኢኺ እዛ ቪድዮ ንስኺ ከምዚ ንዓኺ ኣይግበእክን እዩ ኔሩ ጊን ኮይኑ በቃ ንከምዚ ነገር ከኣ ንሕና ሲ በቃ ኩንኩኡሎ ኣለና በቃ ወጺና በኺናስ ፍታሕ ኣይኮነትን እንድያ እታ ስሚዒት ተሰሚዓትኪ እንድያ ከምዚ ኣብክያትኪ ዘላ ክትበኺ ትኽእሊ ሰብ ኣይኮንክን ንስኺ ንሽግር በዲህኺ ትወጺ በዲህኺ ትኸዲ ሰብ ኢኺ ሕጂ እታ ሽግር ስለ ዝበዝሐት በቃ ሚሒር ጭንቀት ክትገብርዮ ክትቆጻጸርዮ ስለ ዘይከኣልኪ ከምዚ መጺኺ ክትበኽይን ትነብዕን ዘለኺ እሞ ሓፍተይ ኣጆኺ በርትዒ ካብዚ ንላዕሊ እብለኪ እንድሕር ከምዚኦም እንድሕር ተኾይነን እተን ናይ ኣሜሪካ ግደፍየን እንዶ ናባና ኣብቲ ኣፍሪቃ ዘለና ዋላ ኣዋፍርዮ ንሕና ንሓይሽ ካብእን ንሕና ንሓይሽ ንሕና ካኣ ንልብም ካበእን እተን ካብ ኣሜሪካ ዝልዋ ማለት እዩ ንሕና ንልብም ካበእን ናባና ኣብልዮ ኣብ ኣፍሪቃ ምሻጥ ዕሸኪ።
ብለቓሕ ናይ መንግስቲ ኢትዮጵያ ንስርዓት ኢሳያስ ክንግልብጦ ንኽእል ኢና ኣብ ኣንጺፍ ማይ ኢና ትመርሑ እቲ ስርዒታት ኣብ ውሽጢ ዓዲ ተዳልዩ እዩ ዘሎ ናኢሹ ነገራት ኢና ንደሊ ስለዚ ናብ ኩናት ምኻድ ሰብ እንታይ ይኸውን ኣሎ እንታይ ይኸውን ኣሎ ጋይስ እንታይ ይኸውን ኣሎ ኣነ ክርደኒ ንኣኒ ይርደንን ኣሎ ንሓንቲ ክርደኒ ይክእልን እዩ ዘሎ እንታይ ይኸውን ኣሎ በጃኹም ኣካፍሉኒ እንታይ ኣድልየኩም ድዩ ኣማራጺ ኢና ሽዱሽተ ወርሒ ክሳብ ዓመት ሃቡና ንኢሰያስ ክንግልብጦ ን ኮይና ንብ ዘለና ሕጂ ውን ሽዱሽተ ክፍለ ዘመን ተንህበካ ወላ ሓንቲ ክትገብር ኣይትኽእልን ኢኻ ሽዱሽተ ክፍለ ዘመን ሙሉእ ኣንቋይ ሕጂ እስኻ መጺኻ ዓመት ሽዱሽተ ወርሒ ወላ ሓንቲ ክትገብር ኣይትኽእልን ኢኻ ሽዱሽተ ክፍለ ዘመን ሙሉእ ተዋሂብካሲ ሓንቲ ክትገብር ኣይትኽእልን ኢኻ

ኣታ ኣንጭዋ ናይ ውሻጠ ትመስል ዝበልኩምዎሲ ኣብ ቦታ ኮመንት ናይ ቲክቶክ ማለት እዩ ብጣዕሚ ደፋር ኮይኑ ጸኒሑ ብለቃሕ ካብ መንግስቲ ኢትዮጵያ ተበጊሱስ ንሰርዓት ኢስያስ ከፍርስ ኣቤት ትብዓት ኣቤት ትብዓት ኣቤት ስትራተጂ ከምዚኣ ስትራተጂ ርእየ ኣይፈልጥን እዛ ዝበላ ምግልባጥ ቀሊል እዩ ዝበላሲ ከምኡ እንተዝኸውንሲ እዞም ኩሎም ዓመታት ዝተቃለሱ ሰባት እንታይ ኮይኖም እዮም ክጽበዩ ጸኒሖም ነዛ ንእሽተይ ነዛ ንእሽተይ ሓሳብ ናይዚ ሊቅ ሓውና እዚ ክሓስቡ ይከኣሉን ማለት ድዩ ኣይጸናኹን ናይ ደናቑር ምሁር ክንብሎ ኢና ማለት እዩ ናይ ደናቑር ምሁር ብልቓሕ መንግስቲ ክግልብጥ ዝሓስብ ሰብ ንመጀመርታ ግዜ ዋላ እውን ተድርብሽያ ዘላ መድን ነዚ ክሻ ሙሉእ ሓመድ መሊኡ ዘሎ ቆቢዕ ገይሩ ሸፊኑ ዝመፀ ሰብ ኢንተርቪው ቢላ ክትዕድሞ ከላ ብጣዕሚ እዩ ዘሕፍር ብጣዕሚ እዩ ዘሕፍር። ካብ ሓደ እስካብ ሚእቲ ማለት እዩ ክንደይ ትሽዓተ ኣለዋ? ካብ ሓደ እስካብ ሚእቲ ትሽዓተ። ካብ ሓደ ክሳብ ሚእቲ ክንደይ እዩ ትሽዓተ ኣለዋ? ካብ ሓደ ክሳብ ሚእቲ ግጥምቲ እያ እዚኣ ፍልጥቲ እያ እንድያም ወድሓን ንወድኣ እያ እሞ።
መድሀኔኣለም ኧረ መድሀኔኣለም። እስኸ ትሽዓተ።
እምቧእ።
ትኽክል እዚኣ ኣይትሰምዕ ኢኽላ።
ካብ ሓደ ክሳብ ሚእቲ ማለት እዩ ክንደይ ትሽዓተ ኣለዋ? ካብ ሓደ ክሳብ ሚእቲ ሲ ክንደይ ትሽዓተ ኣለዋ? ንሳ ትሽዓተ፣ ዓሰርተ ትሽዓተ፣ ዕስራን ትሽዓተን፣ ሰላሳን ትሽዓተን፣ ኣርብዓን ትሽዓተን ጸብጺባ እያ ትሽዓተ ትብሎ ዘላ። ትሽዓተ ዶ ኣይኮኑን? ብኸምኡ ተሓሲባቶም ዓሰርተ እዮም ክኾኑ ነይሮም። ካብ ሓደ ክሳብ ሚእቲ ዘለዉ ትሽዓተ ክንደይ እዮም ድሕር ትብልዋ ሓደ ትሽዓተ ጥራይ እዩ ዘሎ። ኩሎም ዓሰርተ፣ ዕስራ፣ ሰላሳን ትሽዓተን፣ ኣርብዓን ትሽዓተን ኢሎም ስለ ዝኸዱ ሓደ ትሽዓተ እዩ ዘሎ። ኣብ እዳ ሞኒካ ኣቲኻ ኻዚ ብዙሕ ሰብ መሲልዎ ዘሎ ኦርጅናል ጆኬር እዩ መሲልዎ ዘሎ ዋይ ከምኡ ትገብር ንስኻ። ዋጋኻ ንኣይ ግዜ ክትከፍለኒ ኢልካ ኣይትጽበይ። ዋሕጂ እኮ
ኣብ ዝሓለፈ እንድሕር ሪኢኹማ ተኮይንኩምሲ ምስ ሞኒካ ዝተዘራረበ ጆኬር ዝበሃል ኣሎ ተዋሳኣይ ኣያ ጆኬር ኩላትና ንፈልጦ ኢና ንጆኬር መሲሎም ዝመጹ ኣብ ቦታ ቲክቶክ ድማ ኣዝዮም ብዙሓት እዮም መልሓሶም ዓጺፎም ልክዕ እዮም ዘምጽኡ እቲ ቀና መጺኦም ኣያ ጆኬር ድብል ገይሮም ኣትዮም ቅጽል ናይ ነብሶም ዝተዛረቡ ንህዝቢ ከም ዝወከሉ ኮይኖም እዮም ዝዛረቡ ክንደይ ሰብ ኣያ ጆኬር ተዛሪቡ ኢላ ሽር ትብሎ ነራ ኣያ ጆኬር ዘይኮነሲ ተራ ሰብ እዩ ኣነ ንባዕለይ ከምኦም ፅቡቅ ገይረ ከዓ ዝፈልጦም ከምኦም ዓይነት ሰባት እቶም ኣርቲስት ስነ ጥበባውያን ከኣ ከምኡ እንዳበሉ ከኣ ኣይመጹን እዮም ኣብዚ ማስ ሚድያ ንስኻ ኣይኮንካን ንምንታይ ከምኡ ትገብር ይብልኦ ኣለዋ እዘን ኣሕዋትና ማለት እዩ እንዲያሞ። እዩ ሓቀይ ዶ ስነ ጥጠበጠባዊ ደሞ ናይ ናይ ህዝቢ ወይ ደሞ ናይ እንትን እዩ ከምኡ ዓይ ከም ናይቶ ዓይነት ሓሳብ ዘለዎ ኣይመስለንን ሓቀይ ዶ ኖርማል ጌም ንጻወት ኢና ነዕልል ኢና መሓዛይ ዓርከይ እዩ ምሳይስ ጌም ጌም ትጫወት ድኸየ ጆኳ ዋ መትሓሚተ ኣበ ኣነ ጌም ዳት ኣነ ጌም ዳት ተጫወትኩ ቪድዮ ከፊተ ይፈንጥ ወላ ክትጫወት ኢና ሓሲበ ይፈንጥ ሕጂ ረዩ ኣያ ጆከር ሲ ቶኑን ከለሩስ ከምዚ ይኮነ ናያ ጆከር ናይ ባሓቂ ሕጂ ንዕኦም መሲሎም ግን ንዛረቡ ብቀዳማይ ኣብ ዝሓለፈ ሞኒካ ምስ ኣያ ጆከር ተዛሪባ ነራ ኣያ ጆከር ዘይኮነ ግን ፌክ ኣያ ጆከር ነሩ ኣብቲ ተዘራርብዎ ዘረባ እሱ ድርቅ ኢሉ ክዛረባ ከሎ እሳ ዓንጀልጀል ዓሸውሸው እያ ትብል ነራ ጌጋታት ኔሩ እዩ ኮምኡ ክትብል ኣይግባኣን እዩ ንመን ወኪላ እያ ከ ተዛሪባ ክምላስ እንድሕር ተኮይኑ ጽቡቅ ጌርና ክንምልሰሎም ንክእል ኢና ግን እቲ ግዜ ተሃዋኩ ሕጂ ንከምኡ ንክንምልስ ዝዕድም ውን ስለ ዘይኮነ ክንገንሕ ጥራይ ዘለና ከምዚ ዓይነት ነገራት ማለት እዩ ኣብ ዋላ ብናትና ይኩን ብመንገዲ ተጋሩ ዘለዉ ይኩን ነገራት ሲ ክንገንሕ ጥራይ እዩ ዘለና ከምዚኦም ዓይነት ሰባት ንሕና ሞኒካ ክንገንሕ ኢና ንስኩም ከኣ ከምዚኦም ዝኣመሰሉ ሓሰውቲ ብስነጥበባውያን ዝሽቁጡ ሰባት እንዳ ገናሕና ዕሕሕ እንዳ በልና እንዳ ከድና እንዳ ጽፈፍናዮም እንዳ ጽረናዮም ክንከይድ እዩ ዘለና ዳም። ተኻሓካ ካሕዳም ምኽንያ ኢኻ ዲኻ ሓሳዊ ባይ ዘ ወይ ኣብዚ ደሞኒካ ልነበርኹም ሰባት እዚ እንትን ወዲ ኣታ ክንደይ ክትሕሱ ኢኻ ዋ ምሳይ እጊብለ ትጻወት ብመዓዝ እዩ ኳሊእካለይ እንዶ ብፎት እንድሕር ለይ ወጻእካ ኖርማል ብሓድና ነምሽ ነበርና እዚኦም ሕጂ ክወፁ ይክእሉን እዮም ከዓ እምበር ክወፁ ይክእሉን እዮም ሽኮሪና ኩሉ ግዜ ናይ ፌካ ፌክ ታሕቢ እዩ ዝነብር ብሕቡ እዩ ስርሑ ዝሰርሕ በዓል እዚ ሕጂ ክወፁ ኣይክእሉን እዮም ክወፁ ዘይክእሉ ሰባት እዮም ካብዚኣ ብምቕፃል ማለት እዩ ዕንዱ ለንቀነ ኣብዚ ማስ ሜድያ ክገብሮ ዝቐኒ ርኢናዮን ተዓዚብናዮን ኣለና ኣብ ከምዚ ዘውደቖ እንታይ እዩ እንታይ ኮይኑ ክሳብ ክንዲ ዝኾይኑ ክሳብ ክንዲ ዝጃጁ ሰብ ኮመንት ፖሊስ መጺካ ኢልኒ ኢሉሲ ክሳብ ክንድዚ ይሃድም ከምኡ እንድሕር ተኮይኑ ዶ ይጎፎ ቲክቶክ ትም ዶ ይብል ኣብ ዓዲ ሕጊ ዞ ኣብ ዓዲ ሕጊ ኮይኑሲ ከምዚ ክብል ገሪምኒ ናይ ዕንዱ እንድያሞ እንታይካ ኮንካ ከምኡ ትከውን ዘለካ እንድዑ ደቂ ኤረይ እንድሕር ተሰሪሖማ ሰሪሖማ በቃ ተኢለማ ኢለማ ቻው እንታይ ፖሊስ ገለ ፖሊስ ረብል ፖሊስ ፖሊስ ይመፁ ካለዉ ጣጣ
ናበይ
ናበይ እንታይ ገይሩ ተቐንዩ ንኻ እሽ መበሊ መውፅእ ሃመማ መሲልለይ መፂኡ ዕንዱ ዕንዱ መዓት ምዕባለ እዩ ዘምፅእ ዘሎ

ጎይኻ ሃዲምካ ሳብያ ሃሞ ትበጽሕ እሱይ እኳ ንጸገም ካብ እሞ ኣማት ኮይና ዳኣ ታይ ድድም ኣለካ እታ ዕንዱ ብዙሕ ግዜ ቪድዮታት ናይ ዕንዱ ሲ ይርኤ ክሪኦ ከለኹ መዓንጣ ትጎል እያ ብጣዕሚ እያ ትጎል ከምኣ እንድሕር ኮይናስ እንታይ ገድሽካ ደዛርብ እንታይ ገድሽካ ሰላም ጋጌርካ ሂወትካ ዘይትመርሕ እንታይ ዶ ክገብሩካ እዮም ወላ ሓንቲ እኮ ይገብሩኻን እዮም ብማዕጾ ክመጹ ከለዉ ብፊኒስትራ ከይኣትዋ ላይፍ ዕጸዎ ተባሂሉሲ ኖኖ ብቕድሚትን ብድሕሪትን ጌረስ ኮኾፍተየ ከማን ጌና ኣይወጽን እየ ካብ ላይፍ ክረድኡዎ ማለት እኮ እዮም እቶም ሰባት ቪድዮ ሪከርድ ጌሮም ክሕዙ
ፖሊስ ሃዲምካ ተመልጥ ዲኻ
ዕንዱ ዕንዱ ዕንዱ ዕንዱ ምንጪ ሰሓኸይ ዕንዱ ጓል ሰርፁ ኣብዚ ለቅነ ብሓንቲ ሓፍትና ዘጓነፋ ነገር ወፅያ እትዛረብ ኣላ ንስምዓያ ሓሳባ እስኪ ኩርሻውያን ሓሳባ እስኪ ክልተ ንስምዓዮ
ሄሎ ሕቡሻውያን ከመይ ሓዲርኩም ማለት እዩ እንታይ እስኪ እ፣ ለንቅነ ናይ ሲልቫና ጓል ክሳብ ብዝሒ ብዛዕባኣን ብዛዕባ ኣተዓባቢኣ ዝምልከት እ፣ ክንዕዘብ ቀኒና ኣለና ማለት እዩ እዚ ጉዳይ እዚ ብዛዕባ ጥራይ ኣይኮነን ብዛዕባ ዝበዛሕና ሓበሻ እዩ ብዛዕባ ዝበዝሑ ናይ ሓበሻ ወለዲ ማለት እዩ So፣ ምውላድና ፅቡቅ እዩ ቆልዑ ንወልድ ኣለና ፅቡቅ ነገር እዩ ሰናይ ነገር እዩ ግን እንታይ ዓይነት ቆልዑ ኢና ነዕቢ ዘለና ጥዕና ዘለዎም ቆልዑ ኢና ነዕቢ ዘለና ወይስ ብወለዶም ኣዝዮም ዝሓፍሩ ንቁልዕነቶም ክዝክርዎ ከለዉ ዝተበደሉ ዝመስሎም ዝመስሎም ጥራይ ከዓ ዘይኮነስ ናይ ብሓቂ ዝተበደሉን እ፣ ኢና ነዕቢ ዘለና ስለዚ ኩልና ወለድስ ሕጂ ንዓኣ መጺኣ እሳ ትዛረብ ስለ ዘላ ንዓኣ ምውቃስ ሕንቃቀ እዩ ከምኡ ይበሃል ኒን ወለድኻ ገለ ገለ ዘይኮነስ እንታይ ኢኹም ትወስዱ ዘሎ እቶም ዝተበደሉ ኦሮማይ ተበዲሎም እዮም ክምለስ ኣይከኣልንዩ ክሓዊሉ ዝኽእሉ ክድሕንሉ ዝኽእሉ ባይታ እዩ ክፍጠረሎም ዘለዎ ማለት እዩ ግን እቶም ሓደሽቲ ዘለዎ ወይ እቶም ሓደሽቲ ወለዲ ኣዝዮም ክትምሃሩ እየ ዝደሊ ካብኡ ማለት እዩ ኣነ ግን ንሲልቫና እንታይ ክብል ዝደሊ ኣዝያ ሓያል እያ በይንኺ ኣይኮንኩን በርትዒ ጥራይ እየ ክብላ ዝኽእል ካልእ ክብላ ኣይክእልን እየ። ቆሪፃታ እምበር ኣዚኺ ሓያል ኢኺ ኣጆኺ በርትዒ በይንኺ ኣይኮንክን ምሳኺ ኣለና እያ ክትብላ ደልያ ኢላታ እውን እያ ንሕና እውን ምሳኺ ኣለና ሲልቫ ሓፍተይ ሂወት ብዕንቅፋትን ብእሾኽን ዝተኸበት እያ እሞ ኢድኪ ኣይትሃቢ ምንም ተኣምር ኢድኪ ከይትህቢ ሲልቫ ሓፍተይ ኣጆኺ ኣብ ኣዲስ ኣበባ ዘለዉ ኣሕዋትና ክሳብ ዛሕጂ ኣብ ሕማቕ ኩነታት፣ ኣብ ሕማቕ ሽግር፣ ኣብ ምግፋፍን ኣብ ምትሓዝን እዮም ዝርከቡ ዘለዉ። ብቐዳማይ ክልተ ስነጥበባውያን ተታሒዞም ነይሮም። ወጺና ከምዝን ከምዝን ኣይበልናን፣ ምኽንያቱ ክንሪኦ ስለዘለና ክንከታተሎ ስለዘለና ኢልና ተጸቢናዮም ወጺኦም ኣውጺኦሞም። ወጺኦም ኣለዉ ብሰላም ናይ ሓሙሽተ ዓመት መንቀሳቀሲ ዝነበሮም ማለት እዮም ሕጂ ከኣ ካልኦት ኤርትራውያን ኣሕዋትና ተታሒዞም። ናይ ዋትስኣብ መልእኽቲ እያ ካብ ኣዲስ ኣበባ መጺኣቶ ዘላ ንሕና ኤርትራውያን እንታይ ኢና ክንገብር ዘለና ክሳብ መዓስ ኢና ከምዚ ኢልና ክንነብር ኣብቲ ዓዲ ኣብ ኢትዮጵያ ኮይና ሲ ክሳብ መዓስ ኢና ከምዚ ኢልና ክንነብር ብመዓቕ ምስ ዘለና ኣብ ዝተኻእለ መጠን ተዓዶም ግድፍ ኣቢልናሎም ውፅእ ንበል ግዜ ተቀያያሪ እዩ ሓንቲ መዓልቲ ኣብ ዓድና ፅቡቅ ጌርና ክንራኸብ ኢና ሽግር ዘሎ ኣይኮነን ክሳብታ ዝኾነት ትኸውን ጊን ኤርትራውያን ኣሕዋተይ ብዝተኻእለ መጠን እንተትወጹ እቶም ዓቕሚ ዘለኩም ዝሓሸ ዩ እቶም ዓቕሚ ዘይብልኩም ከኣ ጥንቃቐታት ክንገብር ጥንቃቐታት ነውሕድ ኢና ብፍላይ ንሕና ኤርትራውያን ኣብ ኣዲስ ኣበባ ዘለና ብጣዕሚ ብጣዕሚ ብጣዕሚ ብጣዕሚ ዝብለኩም ዘለኹ ጥንቃቐታት ነውሕድ ኢና ከምዚ ዓይነት ነገር ሸር ኢልና ክንሪኦ የብልናን ናብ ሓውና ክብለኩም እየ እታ መልእክቲ ንስማዓዮ እንድያው።
ሰላም ሰላም ከመይ ኣለኹም ኣብ ዘለኹሞ ሰላም። እዚኣ እታ መልእኽቲ ኣብ ዋትስኣፕ መጺኣቶ ዘላ ሰላም ኣብርሸይ ገለ ገለ እያ ትብል ዘላ ኣብዚ ሃሲሱኒ ኣሎ ኣብኡ ግን ጽቡቕ ጌራ ትረአ ኔራ እንዳ ወላሓ ናፍታ መልእኽቲ ብዝያዳ እታ ዋትስኣፕ መልእኽቲ ክርእየኩም ኢለ እየ ጋይስ ዕድመን ጥዕናን እንዳተመነኹ ሕጂ ድማ ሓደ ሁጹጽ ጉዳይ ስለ ዝተረኽበ'የ እዛ ቪድዮ ናባኹም ከብላ መሪጸ ማለት እዩ ከም ዝዝከር ኣብ ኢትዮጵያ ብፍላይ ኣብ ኣዲስ ኣበባ ማለት እዩ ኣብ ዝተፈላለየ ግዜ ኤርትራውያን ተኣሲሮም ኣብ ዝተፈላለየ እስር ቤታት ተሳቐዩ ከም ዘለዉ ክንሕብርን ክዝረበሉን ጸኒሑ ማለት እዩ እዚኣቶም መብዛሕትኦም ሓደ ገበን ዘይብሎም እንታይ ደኣሉ ወረቐት ዘይብሎም ኤርትራውያን እዮም ምክንያቱ ወረቐት ዘይምህላዎም ከዓ መንግስቲ ኢትዮጵያ ጠጠው ኣቢሎ ስለ ዘሎ እቲ ምዝገባ ማለት እዩ ነዊሕ ግዜ ኣብ እስር ቤት ክሳቐዩ ድሕሪ ምጽንሖም ማለት እዩ ኣብ ዝተፈላለየ እስር ቤታት ማለት እዩ ትማሊ ምሸት ካብ ጀሞን ጨፈን ዝበሃል ቦታታት እስራት ናብ ዘይተፈልጠ ወሲዳ ቦታ ተወሲዶም ኣለዉ ዝብል ሓበሬታ መፅዩ ነይሩ። ሕጂ ቅድሚ ቁሩብ እውን ናብ ክልል ዓፋር ገፆም ከም ዝወሰድዎም ተሓቢሩ ኣሎ ማለት እዩ። ስለዚ ንመንግስቲ ኢትዮጵያ እዞም ዑቕባ ደልዮም ዝመፁ ኤርትራውያን ምሉእ ዑቕባ ክህቦም እምበር ናብ ዘይደልይዎ ቦታን ኣብ ዘይደልይዎ ሓደጋ ከእትዎም የብሉን። ስለዚ እቲ ኣህገራዊ ውዕል ስደተኛታት እውን ዝጠሓስ ዝጠሓስ እዩ ዘሎ። ስለዚ በቲ ሓደ እቲ ሕውነት ኣሎ፣ በቲ ሓደ እውን እቲ ኣህገራዊ ሕጊ ይጠሓስ ኣሎ። ስለዚ ደጊመ ደጋጊመ መንግስቲ ኢትዮጵያ እዞም ሕጂ ናብ ዘይተፈልጡ ቦታ ወሲድዎም ዘሎ ኤርትራውያን ምሉእ ውሕስነት ክህቦምን ኣብ ሓደጋ ከየእትዎምን ኣብ ኣዲስ ኣበባ እውን ብዙሓት ኣብ ሓደ እስርቤት ኣኪቦዎም ኣለዉ ዝበሃሉ ኤርትራውያን ኣለዉ ነዚኣቶም እውን ክፈትሖዎን ምሉእ ዑቕባ ክህቦምን ይላቦ ማለት እዩ ኩላትና ኤርትራውያን ኹን ኢትዮጵያውያን ኹን እዚ ጉዳይ እዚ ጸቕጢ ክንገብርን እዚኦም ኤርትራውያን ኣሕዋትና ከዓ ድሃዮም ክንረክብን ድሕነቶም ክረጋገፅን ክንፅዕር ይላቦ ማለት እዩ። ስለዚ ኩሉ ሰብ በብዓቕሙ ፅቕጥ ክገብርን መንግስቲ ኢትዮጵያ ናይ ብሓቂ እዞም ሰበስልጣናት ክብድሎም ዘይኮነ ኣብ ጎኖም ክኸውን ክፅውዕ ይላበወኩም። እዛ ቪድዮ ሼር በልዋ ኩላትኩም ብሓባር ኮይና ፀቕጢ ተገይርና ድምፅና እውን ክስማዕ ስለዝኽእል ፅባሕ እውን ክንካተሎ ኢና እቲ ጉዳይ ናብ ዝምልከቶ ኣካል እውን ከነመሓላልፎ ኢና እቲ ንፁር ሓበሬታታት ምስ ረኸብና ማለት እዩ ስለዚ ፅን ክስምዓ ኮይኑ የቕልለይ ነቶም ኣብ ችግር ዘለኹም ኤርትራውያን ከዓ ናይ ብሓቂ ምሉእ ፍታሕ ይምንየልኩም የቕልለይ
ያ ከምዚ ክንሰምዓ ዝፀናሕናና ክቡራት ተኸታተልቲ ኣብ ኢትዮጵያ ዋላ ተዛሪብካ ሆ ኢልካ ድምፂ ክትከውን ፈቲንካ ውሕድ ፐርሰንት ኢኻ ክሰምዑኻ ዝኽእሉ እምበር ክሰምዑ ዘይክእሉ ፍጡራት ኣዝዮም ዝተሓሩ ኣዝዮም ዝደሓሩ እንተለዉ ኢትዮጵያውያን እቶም መንግስቲ ማለት እዩ ህዝቢ ኣዝዩ ጥዑም ህዝቢ እቶም መንግስቲ እቲ መንግስቲ ግን ወላ ሓንቲ ክርድኡ ክሰምዑ ዘይክእሉ ኣዝዮም ድሑራት ዝኾኑ ሓለፍትን ኣካየድትን ፖሊሳት እዮም ዘለዎም እቶም ፖሊስ ብፍላይ ወላ ሓንቲ ክሰምዑን ክርድኡን ዘይክእሉ ፍጡራት እዮም ካብ ገጠር ዝመፁ እዮም ሕጂ ዝተኻእለ ኤርትራውያን ኣሕዋተይ ጥንቃቐታት ጥንቃቐታት ጥንቃቐታት ከነውሕድ የብልናን በጃኹም በቃ ትሰምዑ ኣለኹም እቲ ነገራት ሕጂ ክንደይ ሻዕ እዮም ዝኸዱ ዘለዉ ኣሕዋትና ብጣዕሚ ብዙሓት እዮም ዝኸዱ ዘለዉ ናይ ቅድም ዝነበረ ምጥራዝ ዝነበረ ናይ ኢትዮጵያ ሲ ኣብዚ ሕጂ ንሪኦ ኣለና ማለት እዩ እሞ ከዓ ስደተኛታት ምስ ወረቐቶም እንከለዉ እንታይ ዝበለ መርዓ ኢና ንዕዘብ ዘለና እንታይ ዝበለ መርዓ ኢና ንዕዘብ ዘለና ስረ ረእይዎ ክገፍሕ መዓት ስረ ከምዚ ገይሩ ጅንስ ገይሩ ሳዕስዒት ረእየ ካብ ዋላ ስረ ቅራር ቅራር ገለ ዋላ ሙሉእ ክገብሩ ነይሩ ከ

ኣነ ሪኢቶ ኣይህብን እየ እዚኣ ሪኢቶ ኣይህብን እየ ጋይስ ሪኢቶ ኣይህብን እየ ቅበያ እዛ ጉዳይ ዳ በስማ ዋ ኣንቱም ህዝቢ እንታይ ነዋምና ኣለና ደሞስኮ በሉ ካብዚኣ ሓንቲ ደስሓቐትኒ ብዮ ኣላ ናብኣ ከብደኩም እዩ እምበር እዚኦም ስርኢናዮም ኣለና ርኢናዮም ኣለና ጅልፍፍ ዝበለ ስረ ገይሮም ሽዱሽተ ሰብ ዝብቱ ሓንቲ ስረ ገይሮም መርዓ ኣሕልፉ ኣለዉ ርእካ ኣለኹ እግርኻ ከይሰበርኩኻ ኣውፂኻ ስረ ትቕይር ስረ ትቕይር ርእካ ኣለኹ እንጠልጢለ ክሰጥሐካ እዩ ቅልዕ ቅልዕ ከብ መሰጎርካ ክርደእካ እዩ ቀልጢፍካ ኣውጺኻ ተስተኻኽላ ከምዚኣ ዓይነት ትገብር ሰብ ብሕጂ ማለት እዩ ተስተኻኽሉዋ ኣይኮነን መታሓዚ እዩ ቀይሕ ባሕሪ ኢሎም ኣለዉ ቦሎ

ኣይጸላእኹዋን ኣይጸላእኹዋን ዘይጸላእካያ ሰብ ዘለካ ላይክ ትገብር ኣለካ ሕጂ ላይክ ዘይገብርካ ማለት እዩ ላይክ ትገብር ኣለካ ገለ ዓይነት ገለ ዓይነት ገለ ዓይነት ዋ ገለ ዓይነት ገለ ዓይነት ካብዚኣ ብምቕጻል ከኣ ማለት'ዩ ስነጥበባዊ ኣዝዩ ንፈትዎ ነድንቖን ሳንድያጎ ምስ ጓሉ ይብል ኣሎ እሞ ሃየ ንዕናይ ምስኡ ምስ ሳንድያጎ ኢንጆይ ንግበር እስከ ንእሽተይ ንእሽተይ እስኪ ኢንጆይ ተገበርናስ እንታይ ከይንኸውን ኢና ፈታ ዘና እስከ ክንብል ኢና መጺእና ዘለና ንዕናይ ንዕናይ ጋይስ ንዕናይ ንዕናይ ንዕናይ

ክኾነልካ ከኣ ይፈቱ ሳንድሸይ። ናይ ደረፍቲ ሽግር ሓንቲ ዕላል ክዕለኩም ሽም ብዘየገድስ ደራፋይ ይደርፍ እታ እሺ። ዋና መርዓ ከኣ እታ ሰብኣይ ማለት እዩ ምጽኢላ ዝወደይ ናይ ወትኹል ግበረለይ ናይ ወትኹል ቀለት ሐራይ መጺኡ ናይ ወትኹል ደርፍ ዝወደይ ናይ ሄለን መለስ ዋእ ናይ ጓል ናይ ጓል ኣነ ክደርፍ ገለ ግበራ ይደርፍ ዝወደይ ናይ ኩስቶ ከኣ

ኣብ ካልእ ክዲ ንሕክያታት እዩ ዝብላ ሓንቲ መዓልቲ መደብ ጌርና ሓንቲ ብሓንቲ ክንሕክየላ ኢና ዘጋጠመና ነገራት ዘጋጠሞም ናይ ኣዕርኽትና እንዳምጸና ማለት እዩ ደቂ ኤረይ ሽኮሪናታት እንድያሞ ጉዳይ ፍቕሪ ካብ ኣሜሪካ ድመጸቶ ኢዱ ዝተወቀጠ ሰብ ኣይተዛረብናሎምን ክሳብ ዛሕጂ ኣነ ካብቶም ንፍቕሪ ኣብ ማስ ሜድያ ክኸውን ዘይብሉ ናይ ምልክት ፍርነት እዩ ዝኣምን ክስቲል ናብ ክሳብ ዛ ሕጂ ከም ኣይለ ድዛረብ ሰበ ደሓን ንርኣዮም እሞ እንታይ ክትከውን ከመይ እያ እስኪ እንዳረኣናያ ንኽድ እስኪ ከምዚ ክትገብር ክልተ ፍቑራት ተባሂልካ እስከ ብምልኣትኩም ንነብስኹም ምስ ሰበይትኹም ምግባር ጠፊኣትኩም ድያ ይሕፍር ስንፍና ድኽምና ድንቁርና ፍርነት ስለ ዝኾነ እዩ ዘይትገብርዎ እምበር ክትገብርዎ ኣዝያ ቀላል እያ እታ ዝቐለለት ኣብ ዓለም ምሉእ እንድሕር ተላ ላይፍ ሂወትካ ትገብሮ ምስ ሰበይትካ ምስ ፍቕሪ ፍቕሪ እንዳዕለልካ ዝያዳይ ሰዓምኒ በዚኣ እባ ዝያዳይ ከምዚ እባ ኣነ ብዘይባእኺ ክነብር ኣይክእልንየ እያ እታ ዝቐለለት ንሳ እያ በቃ ካልእ ስራሕ ሲ ከማን ኣየድልን እዩ ኖርማል እታ ዝቀለለት ሲ ወጺካ ኣብ ማስሜድያስ ናይ ፍቅሪ ጉዳይ ፍቅርካስ ኣብ ማስሜድያ ብምግባር እዩ ኣባና ጊን ኣነ ዝረኣክዎ ጅግንነት ኮይኑ እዩ ዝስምዖም እቶም ሰባት እቶም ተከታተልቲ ከኣ ኣዚና ኢና ሕማቃት ብጣዕሚ ኢና ኣዚና ሕማቃት እቶም ንዕዖም ትከታተልዎም ኣነ ሎሚ መዓልቲ መጀመርያ እየ ዘምጻ ዘለኩ እዛ ቪድዮ ንፍቅሪ ክትከታተሉ ግዜኹም ተሕልፉ መጺኣቶ ከይዳቶ ገለ መዛረቢ ዋ ካልእ ጉዳይ የለን ድዩ እሶም ጉዳዮም ሂወቶም እንዲዮም ዝገብሩ ዘለዉ ግደፎም ፕራይቨት ዝነበረሲ በቃ ኣብ ላይፍ ይገብርዎ ኣለዉ እንዲያም ኣነ ግን ካብቶም ዘይድግፎም ዓይነት ከምዚ ዓይነት ነገር ንስኻ ፍቅር ናብ ማርስ ዝሕዘኪ ከይት

ታይ ኣሜን ከመይ እዩ ኣሜን ሒዝካያ ንማርስ ክትከይድ ዋእ ናይዚኦም ፍቁራት ኮነ ብጣዕሚ እኮ እዩ ዝገርመኒ ብኮመንትን ብላይክን ዝጸንዕ ሓዳር ድዩ ሂቡኩም ከምኡ እንተኮይኑ ሃየ ኩላትካ ኤሪትሪ ንውጻእ ኣብ ቦታ ኮመንት መዓት ኮመንት ክጸሓፈካ እዩ መዓት ላይክ ክወሃበካ እዩ መዓት ልቢ ክወሃበካ እዩ ኣሰይ ደስ ክብሉካ ክብልኩም እዮም በዚ ክሳድኩም ከዓ ተወቀጡሎም ግረፉ ኣብዚ ኣይትደልዩም ስታይል ካልእ ፍልይ ኣቢልኩም ገለ መለ ግበሩ ሎሚ ሓዳራ ማስሜዳ እንታይ ኮይና ኣላ መሲልኩም ብኮመንትን ብላይክን ዝጽናዕ ሓዳር እዩ መጺኡ ዘሎ ናይዚኦም ንርእዮም ዘለና ከኣ ብኮመንትን ብላይክን ብሼርን ዝጠጠዐ ዝተረረ ዝጸነዐ ሓዳር እዩ ተዋሂብዎም ዘሎ ንሕናስ ኣባ ቀሺ መጺኡ ንመርቀካ ሓዳርኩም ይጽናሓልኩም ፍቁራተይ ገለመለ ገለ ኢሉ መቸም ክስታይ ሂበካ ይምርቀካ። ፍቅርኩም የጽንዓልኩም ኢሉ ሎሚ ጊን ኣባ ቀሺ ተገዲፉ እዩ በቃ ኣባ ቀሺ ዋላ እንድሕር ተኮይኑ ሲ ላይክ ጌሩ ክበጽሕ ዘለዎ እወ ኣብታ ናይ ቲክቶክ ላይክ ጌሩ ክበጽሕ ኣለዎ ናይ ሎሚ ፍቅሪ ሀ ተኮይና ኢለኩም ንሳ ብላይክን ብኮመንትን ትተርር ትጸንዕ ፍቅርያ መጺኣትና ዘላ ሃየ እታ ተሪፋ ዘላ ከኣ እታ ናይ ዓራት ጉዳይ እንድያ እሳ ከኣ ሕዛ ኣቢልኩም ኣምጹ እሞ ዝያዳ ከኣ ላይክን ገለን ከኣ ኣነ እንድየ ዘይገበርኩ ነይረ ከብለኩም እየ መሊሰ እንድያ እሞ ንዑ ናይ እንዳ ወደይ ተመሪኩም ዶ ወይስ ኣሜን ኣግድ እስኪ ዋእ። እንታይ ኣሜን እንታይ ኣሜን ዋእ።
ገዝኦም ኮይኖም በቃ ተጫማሚጦም ከምዚኣ ዝብሉ ዘለዉ ሰባት እዮም በቃ እንጆይ ክገብሩ ስለ ዝደለዩ እዮም ኣነ ከማን ድየ ኣነ እዚኣስ ኢንጆይ ድያ ኮይና ኢንጆይ ድያ ኮይና እንታ እዚኣስ መን ይኸሓ ፍቁራት ገለ ክዕሉ ተሬ ከመይ ድዩ ንብዓት ቁፅርፅ ዝብለኒ እቶም ኣዋልድ ሰሓራይ ተለዋወጥ ገበይቲ ዝብላ ሲንግል ኮይነ ንሰግኣ ኣዋልድ ፈቃር ፈቃር ፈቃር ፈቃር ስለ ዝኾንካ ኢኻ ንዓይንትኻ ንብዓት ቁፅርፅ ዝብለካ ፍቁራት ዕሊሎም ደኣ እንታይ እዩ ዓይንኻ ቁፅርፅ ዝብለካ ባህርና ሰብ ደኣ ኣፈላለዩ ከምቲ ዝበሎ ገለ ሽታ ፍረንጅ ፈቱ ገለ ፋንድያ ፈቱ ዝበሎ ማለት ገሪሙ ኣባል እንደ ገዳን ካብ ወዳን ዋ ሰብኣየ ናፊራ ዋ ዋ ዋ ንዑ ነንጥራ ነንጥራ ነንጥራ ናይ መወዳእታ መደብና ከም መዕፀዊት ክትኮነና ኦላ ኢልና ኣለና ኦላ ዳበለ መፅና ኣላ ዓወና ናብ ኦላ ክንከይድ እምበር እዚኣሲ ትርጉም ስኢነላ

እንኳን ባል ግን የለን ግን እኮ ባን እኮ የለን እዛስ ሓቂ ሓቂ ሓቂ ናተይ ናተይ ናተይ ናተይ እያ ከምዚኦም እዮም ደስ ዝብልካ እያ ነዚኦም ደትከታተል ነገር ተምፅእ ባዕልና ናይ ፍቑራት ኣምፂና ርእስና ክንሓምም ኦላ ደጊምና ክንብል እንታይ ደኣ ከም ሰብና ክሳብ ዛሕጂ ኦላ እንዲና ድብልና ኦላ ክንብል ሚሎ ሓፍትና ኣብኡ ከለና በዚ ኣጋጣሚ ማለት እዩ ጋይስ ዳውን ክትግበር ክትህረም ተደልዩ ተሃሪማ ተጨፍጪፋ እሞ ብመን ብሞኒካ ሞኒካ ትኸውን ዘላ እታ ንጓላ ትግርኛ ብትኽክል ክትምህር ዘይከኣለት መዓት ሕምቀት ዘለዋ ጓላ ክትምዕድ ክትመክር ክትገስጽ ዘይከኣለት ሰብ ንዓኣ ይቕሬታ ተቐቢሉ ዝተቐበላ ምስ ኩሉ ፋወላታ ሰብ ኮይና ተኺላ መጺኣ ነዘን ኣሕዋትና ሃሪማተን ጓዕጓዕ ኣቢላተን። እቶም ንሚልዮን ሃይሉ ናይ ሞኒካ ዘረባ ሰሚዕና ዝሃረምናዮኸ እቲ ኣብ ዝሓለፈ ኣብ ናይ ትግራይ ዝነበረ ኩነታት ንኖሆም መስተ ምሳና ኣይትስርሕን ኢኻ ዝበሉዎም ኣብ ቅድሜና ምሳና ኮይና ማለትዩ ኣነ ውን ኣብ ጎኒ ሓወይ ኢላ ዘየሕፈረትና ስነጥበባዊት ረሲዕኹሞ ዲኹም እቲ ዝበለቶ እቲ ናይ ሽዑ ግዜ ረሲዕኹሞ ዲኹም ኦላ ኦላ ኢላ ሰብ ደስ ዝበሎ ክነብር መሰሉዩ ደስ ዝበሎ ይበል። ነይ እሉ እንዲኹም ደኣ ኣብ ኤሮፓ ዘለኹም ነይ ትብሉ ኢኹም እኮ ገለ እንግሊሽ ገለ ሙላቕ ወጸኩም እዩ ገለ መልሓሳ ትዓጽፍ እያ ደስ ዝበሎ ይኹን ሰብ እንተደልዋ ይኹን እቲ ናይ ግሪን ገለ መለ ዋሓ ክኾን ክኸውን ይኽእል እቲ ናይ እንቆቑሖ ናይ ዓድን ናይ ክስታይን ሽታኣ ትፈላለያ እሱ እወ እንታይ ክንገብር እሞ ኣሕዋትና እየን ኮይነናና እምበር እወ ከም መስሓቅ ጌርና ከዓ ንሓልፎ ግን ክሳብ ክንድዚ ኣትሪርና ክንሃርም ገለመለ ሸም ኮይና ንዓይ ተሰሚዓትኒ ደቂ ኤረይ ሽኮሪናታት ንሕና ከዓ ከምኡ ይኮናን ሓቆፍቲ ኣሕዋትናን ሓብሓብትኛ ደኣ እምበር በለዕቲ ይኮና ስለቲ ግዜኹም ሰዊእኹም ዝተኸታተልኩምኒ ኣዝየ ዘመስግነኩም ካብ ሎሚ ንኔው ማለት እዩ ዳርጋ መዓልታዊ፣ መዓልታዊ ወይ ኣብ ክልተ መዓልቲ እንዳሃረምናዮ ክንከይድ ኢና። ዘሎ ቪድዮታት እንዳተዘራረብና ክንከይድ ኢና። ብዝያዳ ዝያዳ ማለት እዩ። ኣብ ዝሓለፈ ኤሪ ሊንክ ዝተኻየደ መደብ ንሓደ ደራፋይ ዳውን እንድገበርዎ ሃሪሞም ዝጨፍጨፍዎ ተስፋ ከይቆረጸ መጺኡ ክልተ ዝገበራ ደዛረባ ንሰብ ሒዘልኩም ክመጽእ እዩ። ናቱ ጥራይ ክንሰርሕ ኢና። ጽባሕ ንጽባሕ ዋላ ክንግበራ ፕሮሚስ ንጽባሕ እሳ ክንገብራ ኢና ገለ ቪድዮታት ተረኪብና ምልእ ምልእ ኣቢልና ሕውስ ኣቢልና ኣቃማምም ኣቢልና ናባኹም ክነብሎ ኢና እሞ ስለቲ ግዜኹም ሰዊእኹም ዝተኸታተልኩምኒ ኣዝየ ዘመስግነኩም ቴንኪዩ ሶ ማች